እቲ ሕብስቲ ተለዊጡ ሥጋ መለኮት፣ እቲ ወይኒ ተለዊጡ ደመ መለኮት ይኸውን። ናይዚ ምስክር እዚ ኣነ ምእንቲ ሕይወት ዓለም ዝህቦ እንጀራ ከኣ ሥጋይ እዩ ይብል። ዮሐንስ ሽዱሽተ፣ ሓምሳን ሓደን። ነቲ ጽዋእ ድማ ኣልዒሉ ባሪኹ እዚ ምእንቲ ብዙኃት ንኅድገት ኃጢኣት ዝፈስስ ናይ ሓድስ ኪዳን ደመይ እዩ እሞ ካብዚ ኵልኻትኩም ስተዩ ኢሉ ሃቦም ይብል። ማቴዎስ ዕስራን ሽዱሽተን፣ ዕስራን ሸውዓተን ክሳብ ዕስራን ሸሞንተን። ሕቶ፣ ሕቶ፣ እዚ እንበልዖ ስጋን እዚ እንሰትዮ ደምን ከ ነፍሲ እተፈልየቶ ድዩ ወይስ ዘይተፈልየቶ? መልሲ፣ ነፍሲ እተፈልየቶ መለኮት እተወሃሃዶ እዩ። ኦ ኣቦይ ንነፍሰይ ብስልጣነይ እፈልያ ኣለኹ ኢሉ ተዛሪቡ ንቅድስት ነፍሱ ካብ ስግኡ ብገዛእ ስልጣኑ ፈለየ። ሉቃስ ዕስራን ሰለስተን ኣርባዓን ሽዱሽተን፣ ሕቶ፣ ነፍሱ፣ ነፍሲ ካብ ስጋ ክትፍለ ከላ መለኮት ኣይትፈልዮንዶ? መልሲ፣ ኣይተፈልዮን፣ ናይዚ ምስክር መለኮት ካብ ነፍስን ስጋን ኣይተፈልየን፣ መለኮት ብኣካለ ነፍስ ሲኦል ወሪዱ ንነፍሳት ናጽነት ኣበሰሮም ይብል ሃይማኖተ ኣበው። ብስጋ ሞተ ብመለኮት ህያው ኮነ ቀዳማይ ጴጥሮስ ሰለስተ ዓሰርተ ትሽዓተ ሕቶ፣ ስግኡን ደሙን ብኸመይ እንተ ተቐበልናዮ ይጠቕመና? መልሲ፣ ልብና ካብ ቂም በቐል፣ ሰውነትና ካብ ሓጢኣት ኣንጺህና፣ ብሃይማኖትን ብጽቡቕ ተግባርን ጸኒዕና ምስ እንቕበሎ ድሕነት ስጋን ነፍስን መውረሲ መንግስተ ሰማያትን ይኾነና። ስጋይ ዝበልዐ ደመይውን ዝሰተየ ናይ ዘለኣለም ህይወት ኣለዉ፣ ኣነ ኣብኡ እነብር ንሱውን ኣባይ ይነብር ከምዝበለ ዮሃንስ ሽዱሽተ ሓምሳን ሸውዓተን። ሕቶ፣ እንታይ እንተገበርናኸ እንታይ እንተገበርናኸ ይጎድኣና? መልሲ፣ ልብና ካብ ቂም በቐል፣ ሰውነትና ካብ ሓጥያት ከይነጽሄ ብሃይማኖት ብጽቡቕ ተግባርን ከይጸናዕና ምስ እንቕበሎ ዕዳ ይኾነና። ሃዋርያ ቅዱስ ጳውሎስ ሰብ ሰውነቱ ኣንጽሂው ርእሱ መርሚሩ ካብቲ ስጋ ስጋ ይብላዕ ካብቲ ደም እውን ይስተ። ብዘይግባእ ስግኡን ደሙን ዝተቐበለ ግን ኣብ ልዕሊ ርእሱ ፍርድን መቕዘፍትን የምጽእ ይብል፣ ቀዳማይ ቆሮንጦስ ዓሰርተ ሓደ ዕስራን ሸሞንተን። ብሰፊሑ ምስጢረ ቁርባን ዘረድኡ ጥቕስታት፣ ማቴዎስ ዕስራን ሽዱሽተን ክሳብ ሰላሳ፣ ማርቆስ፣ ማቴዎስ ዕስራን ሽዱሽተን ካብ ዕስራን ሽዱሽተን ክሳብ ሳላሳ፣ ማርቆስ ዓሰርተ ኣርባዕተ ዕስራን ክልተን ክሳብ ዕስራን ሽዱሽተን፣ ሉቃስ ዕስራን ክልተን ዓሰርተ ኣርባዕተ ክሳብ ዕስራን ሓደን፣ ዮሃንስ ሽዱሽተ ኣርብዓን ሽዱሽተን ክሳብ ሓምሳን ሸውዓተን፣ ቀዳማይ ቆሮንጦስ ዓሰርተ ሓደ ዕስራን ሰለስተን ክሳብ ሳላሳ። ምስጢረ ትንሣኤ ምዉታን ጐይታ ንሃዋርያት ምስጢረ ቁርባን ምስ ኣርኣዮም ስርዓተ ጸሎት ንምምሃር ሒዝዎም ናብ ጀተሰማኒ ከደ። ኣብኡ በጺሑ ኣብቲ ጸሎት ክሳብ ዝጽሊ ኣብዚ ጽንሒ ኢሉ ዝተረፉ ኣብኡ ገዲፉ ንጴጥሮስን ዮሃንስን ያዕቆብን ሒዙ ተፈልዩ ነፍሰይ ክሳብ ሞት ምብጻሕ ሓዚና ኢሉ ክሓዝንን ክትክዝን ጀመረ። ጎይታ ምእንቲ ናትና ፍቕሪ ኢሉ ክሳዕ ሞት ከም ዝበጽሐ ንሕና እውን ምእንቲ ፍቕሩ ክሳዕ ሞት ንምብጻሕ የብቅዓና። ኣሜን። ሽዑ ምሳይ ከማይ ብትግሃት ጸልዩ ኢሉ ካብ ሰለስቲኦም ምድርባይ እምኒ ዝከኣል ተፈልዩ ብምስጋድ ብምብርካኽ ኢዱ ዘርጊሑ ብምቁዋም ረሃጹ ብብዝሒ ክሳብ ዘንጠብጥብ ደጋጊሙ ጸለየ። ስለ ናትና ፍቕሪ ከምዚ ኢሉ ዝደኽመ ዝደኸመልና ንሕና እውን ስለ ናቱ ፍቕሪ ኢልና ንምድካም የብቅዓና ኣሜን። ብድሕሪ እዚ ናብ ሃዋርያት ተመሊሱ ደቂሶም ረኸቦም እሞ ንጴጥሮስ ከምዚ በሎ ምሳይ ሓደ ሰዓት ንምስጋህ ስኢንኩም ሕጂ ድማ ኣብ ፈተነ ንኸይትኣትዉ ተጊህኹም ጸልዩ ኢሉ ብትግሃት ደጋጊምካ ምጽላይ ከም ዝግባእ መሃሮም ምእንቲ ናትና ፍቕሪ ኢሉ ክሳብ ግዜ ሞቱ ክንድዚ ዝኣክል ከም ዝተግሃልናን ዝተዓገሰልናን ንሕና እውን ስለ ናቱ ፍቕሪ ኢልና ክሳዕ ግዜ ሞትና ንምትጋህን ንምዕጋስን የብቅዓና ኣሜን። ከምዚ ገይሩ እናተመላለሰ ሰለስተ ግዜ ጸለየ። እዚ ኹሉ ንግዚኡ ንሃዋርያት እኳ እንተኾነ ንመጻኢ ግና ክሳዕ መወዳእታ ዓለም በብግዜኡ እንውለድ ደቂ ሰብ ንዓና ኣብነት ምዃን እዩ። ማቴዎስ ዕስራን ሽዱሽተን ሰላሳን ሸውዓተን ክሳብ ኣርብዓን ሽዱሽተን ካብዚ ንደሓር ተመሊሱ ሕጅስ ደቅሱ ዕረፉ ብኢድ ሓጥኣን ዝተሓዘሉ ግዜ ዝተሓዘሉ ግዜ በጺሑ እዩ እናበሎም ይሁዳ ምስ ሊቀ ካህናት ተሰማሚዑ ኣርባዕተ ክፍሊ ወይ ጉጅለ ኮይኖም ኩናትን ሰይፍን ዝሓዙ ወተሃደራት ሒዙ መጸ እሞ ኦ መምህር ገባሪ ገባ ገባሪ ክፉእኻን ጸላኢኻን ኣየውዕሎ ኣየሕድሮ እናበለ ብተንኮል ሰዓሞ ኢድ ነስኣሉ ጎይታ ድማ ዓርከየ ብምስዓምዶ ክተትሕዘኒ መጺእኻ በሎ ነዚ ምልክት ገይሩ ገይሩሎም ስለ ዝነበረ ተቓላጢፍኩም ተቓላጢፎም ሒዞም ኣሰርዎ እና ኣዳፍኡ ናብ ቦታ ሊቀ ካህናት ወሰድዎ ካብኡ ውን ብእሱሩ ወሲዶም ንጲላጦስ ሃብዎ ሳልሳይ ሰዓት ናይ መዓልቲ ምስ ኮነ ኣዕጽምቱ ክሳዕ ዝረኣ ገረፍዎ በቲ ግዜ እቲ ንምልጋጽ ቀይሕ ባርኖስ ኣልበስዎ ናይ እሾኽ ኣክሊል ተቲዖም ኣብ ርእሱ ደፍእሉ ኣብ የማናይ ኢዱ ዘንጊ ኣትሒዞም ኦ ናይ ኣይሁድ ንጉስ ገባሪ ክፉእኻን ጸላኢኻን ኣየውዕሎ ኣየሕድሮ እናበሉ ብናይ ላግጺ ኣዘራርባ ሰገዱሉ ገጹ ጸፍዕዎ ጭሕሙ ነጸይዎ ተዛረብ መን እዩ ዝወቕዓካ እናበሉ ርእሱ ብዘንጊ ወቕዕዎ ከምዚ ገይሮም ምስ ኣላገጽሉ ዘልበስዎ ክዳን ቀንጢጦም ዝሰቐልሉ እጸ መስቀል ኣሸኪሞም እንዳደፋፍኡ ናብ ናብ ዝስቀለሉ ቦታ ቀራንዮ ዝበሃል ወሰድዎ። ኣብኡ ንእሽተይ ጨርቂ እኳ ከየዕጠቑ እራቑ ኣዕጽምቲ መሰንግልኡ ክሳብ ዝረኣ ሓደ ክልተ ኢልካ ዝፍቀድ ኣብ ልዕሊ ሸውዓተ እመት ዝቑመቱ ዕንጸይቲ ስሒቦም ብሓሙሽተ ሽንካር ሸንከርዎ፣ ማቴዎስ ዕስራን ሸውዓተን ስሳን ሸውዓተን። ምእንቲ ናትና ፍቕሪ ኢሉ እዚ ኩሉ መከራ ከም ዝተቐበለ ንሕና እውን ምእንቲ ናቱ ፍቕሪ ንምዕጋት የብቅዓና። ሓሙሽተ ናይ ልብና ሓሳባት ተንቀሳቓስነት ንምሽንካር የብቅዓና። ኣሜን። ቀትሪ ምስ ኮነ ዘኢጾረ መስቀለ ሞቱ ዘይክል ይጸመደኒ መስቀለይ ሞተይ ተሸኪሙ ዘይሰዓበኒ ወዲ መዝሙረይ ክኸውን ኣይኽእልን እዩ ኢሉ ዝመሃሮ ብግብሪ ንምፍጻም ተሰቕለ። ጸሚኤ እንተበለ ሓሞት ዝተሓወሶ መጺጽ ነገር ኣስተይዎ ኣብ መበል ታሽዐይቲ ሰዓት መዓልቲ ኣባ ስረ ኢሎሙ ውስተ እዴከ ኣማህጽን ነፍስየ ኢሉ ቅድስት ነፍሱ ካብ ክቡር ስጋኡ ፈለየ። ብኡ ብኡ መለኮት ብኣካለ ነፍስ ሲኦል ወሪዱ ካብ ኣዳም ጀሚሮም ክሳብ ሽዑ ዝወረዱ ነፍሳት ኣውጺኡ ገነት ኣእተዎም ማቴዎስ ዕስራን ሸውዓተን ሓምሳን ክልተን ቀዳማይ ጴጥሮስ ሰለስተ ዓሰርተ ትሽዓተ ክሳብ ዕስራ ወበር በረ ነፍሳቲሆሙ ለጻድቃን እለ ነበሩ ውስተ ደይን ወኣውጽኦሙ ወኣብኦሙ ውስተ ገነት ፍሥሕት ፍና ሰርክ በከመ ወጽኣ ቀዳሚ ኣዳም እም ገነት ፍና ሰርክ በዕለተ ዓርብ በሳብዕ ዓመተ ዓመት ከማሁ ወከማሁ በኣ ውስተ ገነት ፍና ሰርክ በዕለተ ዓርብ ነቶም ኣብ ሲኦል ዝነበሩ ነፍሳት ጻድቃን ዘሚቱ ኣውጺኡ ናብ ገነት ቦታ ፍስሃ ኣጋ ምሸት ዓርቢ ኣእተዎም ከምቲ ቅድም ኣዳም ድሕሪ ሸውዓተ ዓመት በዕለተ ዓርብ ኣጋ ምሸት ካብ ገነት ዘወጸ ከምኡ ከኣ በዕለት ዓርቢ ኣጋ ምሸት ናብ ገነት ኣእተዎም ከም ዝበለ መጽሓፈ ምስጢር ድሕሪ ሞቱ ሓደ ወተሃደር ኣሎ ዶ መይቱ ኢሉ ብዝተሳሕለ ኲናት የማናይ ጎድኑ ወግኦ እሞ ውዑይ ደም ዝስተ ንመድሃኒት ጽሩይ ማይ ንጥምቀት ዝኸውን ከም ለ ፊደል ፈሰሰ። ምሸት ምስ ኮነ ዮሴፍን ኒቆዲሞስን መጺኦም ከም ስርዓቶም ሓጺቦም ገኒዞም ናብ መቃብር ኣውረድዎ። ሰለስተ መዓልትን ሰለስተ ለይትን ኣብ ውሽጢ መቃብር ውዒሉ ሓዲሩ ብሕቱም ድንግልና ከም ዝተወልደ መቃብር ብሕቱሙ ድማ ብሰንበት ፍርቂ ለይቲ ተንሰኣ ማቴዎስ ዓሰርተ ክልተ ኣርብዓ ማርቆስ ዓሰርተ ሽዱሽተ ሓደ ሉቃስ ዕስራን ኣርባዕተን ሓደ ዮውሃንስ ዕስራ ሓደ ምስ ተንሰኣ ጉባኤ ገይሩ ንዓሰርተው ክልተ ሃዋርያት ተራእዮም። ኣብ ዝተፈላለየ መዓልቲ ግን ኣርብዓ መዓልቲ ክሳብ ዝኣክል ንክልተ ንሰለስተ እናተገልጸ መጽሐፈ ኪዳን መሃሮም። ወዝንቱ ሣልሱ እንዘ ያስተርእዮሙ እግዚእ ኢየሱስ ለኣርዳኢሁ ተንሥኦ እምነ ሙታን ጐይታና ኢየሱስ ክርስቶስ ድሕሪ ካብ ምዉታን ምትንሥኡ ንደቀ መዛሙርቱ ዝተገልጸሎም እዚ ሣልሳይ ጊዜ እዩ ዮሐንስ ዕስራን ክልተን ዓሰርተ ኣርባዕተ። ኣብ መበል ኣርብዓ መዓልቲ ትእዛዝ ኣዘዝዎ። ተስፋ ሂብዎም ብናይ መላእኽቲ ዕልልታ ብብርሃንን ብጎይትነትን ኩላቶም እናረኣይዎ ናብ ሰማይ ዓረገ። ኣብ ዝባነ ኪሩቤል ኣብ የማን ኣቦኡ ተቐመጠ ይብል ግብረ ሃዋርያት ሓደ ክልተ ክሳብ ሰለስተ። ቀዳማይ ጴጥሮስ ሰለስተ ዕስራን ክልተን፣ ኣብ መበል ሓምሳ መዓልቲ መንፈስ ቅዱስ ሰደደሎም፣ ንሃዋርያት መንፈስ ቅዱስ ምስ ወረደሎም ሰብዓን ሓደን ቋንቋ ተገልጸሎም፣ ግብሪ ሃዋርያት ክልተ ካብ ሓደ ክሳብ ኣርብዓ። ሃዋርያት ሁርዎ መሃሩ ብዝበሎም ትእዛዝ መሰረት ንዕኡ መሲሎም ንዓለም ብምሉኡ እናዘሩ መሃሩ፣ ኣእመኑ፣ ኣጠመቑ፣ ብድሕሪኦም ጳጳሳትን ኤጲስቆጶሳትን ካህናትን ዲያቆናትን ተኪኦም ድማ ሓለፉ። እዚ መተካእታ እዚ ድማ ክሳዕ መወዳእታ ዓለም ምሳኻትኩም ህልው እየ ዝበሎ እዚ ምዃኑ ይፍለጥ። ማቴዎስ ዕስራን ሸሞንተን ዕስራን ትሽዓተን። ናይ ጐይታና ትንሳኤ ካብ ብዙሕ ብውሕዱ እዚ እዩ። ብዛዕባ ናይ ወዲ ሰብ ትንሳኤ፣ ትንሳኤ ሙታንከ ከመይ እዩ ንዝብል፣ ሎሚ ወዲ ሰብ ብዝሞተ እግዚኣብሔር ብዝፈልጦ ነገር ኣርባዕተ ናይ ሥጋ ተፈጥሮ፣ ኣርባዕተ ናይ ባህርያተ ሥጋ ማለት እሳት ምስ እሳት፣ ንፋስ ምስ ነፋስ፣ ማይ ምስ ማይ፣ መሬት ምስ መሬት ሓቢሩ ይነብር። ግዜ ምስ በጽሐ ኣቐዲሞም መላእኽት ነርባዕተ መኣዝን ዓለም ጎቦ ኣፍሪሶም ዓሚዩቕ መሊኦም ንዓለም ከም መደብ ተካእተ የተካክልዋ። ድሕሪ እዚ ሰለስተ ኣዋጅ ይንገር እሞ ብመጀመርታ ኣዋጅ እሳት እሳት ካብ ኮንኩ፣ ነፋስ ነፋስ ካብ ኮንኩ፣ ማይ ማይ ካብ ኮንኩ፣ መርየት መርየት ካብ ኮንኩ ከይበለ ካልእ ዘይኮነ እቶም ብህይወት ስግኡ ዘገልገልዎ ዘገልግልዎ ዝነበሩ ኣርባዕተ ባህርያት ተወሃሃዱ፣ ተወሃሂዶዎ፣ ተወሃሃሂዶምዎ፣ ኣራዊት ዝበልዖ፣ ቀላይ ዝወሓጦ፣ ውሕጅ ዝወሰዶ፣ መሬት ኮይኑ ተበታቲኑ ዝነበረ ኣካል ዝተላጸየ፣ ጸጉሪ ዝተቖርጸ፣ ጽፍሪ ሓደ ነገር ከይተረፈ ርእሲ ኣብ ዘለዎ ቦታ ይእከብ። ብኣካል ኣዋጅ ኣዕጽምትን ስጋን ብዘይምንቅስቓስ ፍጹም በድኒ ሬሳ ይኸውን። ሃዳፊ ነፍስ ቅዳሴ ያዕቆብ ከምዚ በለ፣ ብሳልሳይ ኣዋጅ ኣብ ሓደ ግራት ስርናይን ክርዳድን ምስ ዝዝራእ ስርናይ ስርናይ ኮይኑ ክርዳድ ክርዳድ ኮይኑ ከም ዝበቁል ወዲ ተባዕታይ መጠን ኣዳም ወዲ ሰላሳ ዓመት፣ ጓል ኣንስተይቲ መጠን ሄዋን ጓል ዓሰርተ ሓሙሽተ ዓመት ኮይኖም ነዊሕ ሓጺር ቀይሕ ጸሊም ጽቡቕ ክፉእ ዘይኮነ ሓደ ቁመት ሓደ መልክዕ ኮይኖም ተተኻኪሎም ይትንስኡ ቀዳማይ ቆሮንጦስ ዓሰርተ ሓሙሽተ ሓምሳን ክልተን ተጸኒሶም ምልእ መዓልቶም ከይኣኸለ ዝሞቱ ህጻናት ጎቢዞም ኣረጎቶት ከም ንስሪ ተሓዲሾም ይትንስኡ ይብል ያእቆብ ሃዳፊ የነፍስ ጻድቃን ኣብ ኣብ ብርጭቆ ዘሎ ሜስ ኣብ ፋኑስ ዘሎ መብራህቲ ከም ዘይክወል ብብርሃነ ስጋን ነፍስን ብጸጋ መንፈስ ቅዱስን ሕያዋን ኮይኖም ብርሃን ለቢሶም ብርሃን ተጎናጺፎም ብህይወተ ስጋ ዘገልገልዎ ዘገልግልዎ ንዝነበሩ ክርስቶስ ጎይትኦም መሲሎም ከም ቋሕ ሰም ቅጽበት ዓይኒ ይትንስኡ ምስኦም ይደምረና ኣሜን። ሓጥኣን ከኣ ዝተደጎለ ሓዊ ኣብ ቁራእ ዘሎ ሜስ ከም ዝረኣ በርባዕተ ባህርያተ ስጋ ብሓሙሻይ ባህርየ ነፍስ ሄዋን ኮይኖም ጸልማት ለቢሶም፣ ጸልማት ተጎናጺፎም ብሕይወተ ሥጋ ከለዉ ፍቓዱ ንዚገብሩ ዲያብሎስ መሲሎም ከም ቅጽበት ወይ ዓይኒ ዓይኒ ይትንስኡ፣ ዮሐንስ ሓሙሽተ ዕስራን ትሽዓተን። ወአመ ተርሁ ወአብያተ መቃብራት ይትነስኡ ሥጋት ሥጋት ወይገቡኡ ነፍሳት እምኀበ ወጹ ቀዲሞም ወይቀውሙ ቅድመ እግዚአብሔር ዕራቃኒሆም በከመ ተወልዱ ወይትከሰት ምግባራቲሆሙ ይጸውሩ ምግባሮሙ ዲበ መዛክፍቲሆሙ ወይትፈደዩ በከመ ምግባራቲሆሙ ዘገብሩ። መቓብራት ምስ ተኸፍቱ ሰባት ክትንስኡ ኢዮም። ነፍሳት ናብቲ ቅድም ወጺኦምሉ ዝነበሩ ስጋ ይምለሱ እሞ ኣብ ቅድሚ እግዚኣብሄር ከምቲ ዝተወልድዎ ብዕሩቓቶም ይቖሙ። ሽዑ ካብ ንእስነቶም ክሳዕ ግዜ ሞቶም ዝገበርዎ ተግባሮም ክግለጽ እዩ፣ ሓጢኣቶም ኣብ መንኮቦም ጸይሮም ከኣ ከከም ግብሮም ክፍደዩ እዮም። መጽሓፈ መቃብያን ያእቆብ ቅዳሴ። ሎሚ ጻድቃንን ሓጥኣንን ብሓደ ይቕበሩ ኣለዉ። ጻድቃን ሓጥኣንን ጻድቃንን መሲሎም ጻድቃን ሓጥኣን መሲሎምዶ ክትንስኡ እዮም እንተተባህለ ኣይኮነን። ሰርናይን ንሂጉን ሓቢሮም ምስ ዝዝርኡ ስርናይ ስርናይ ኮይኑ ንሂጉ ንሂጉ ኮይኑ ከም ዝበቁል ጻድቃን ከም ጸሓይ በሪሆም ፈጣሪኦም ክርስቶስ መሲሎም ይትንስኡ ሓጥኣን ድማ ካብ ዝኸብኦም የድሕነና ከም ኳኽ ጸሊሞም ሓለቓኦም ድያብሎስ መሲሎም ይትንስኡ ማቴዎስ ዓሰርተ ሰለስተ ኣርብዓን ሰለስተን ከምኡ ድማ ኣራዊት ዝበልዖ ሰብ እቲ ናይ ኣራዊት ስጋ ምስኡ ዶ ክትንስእ ይኽእል እንተ ተባህለ ኣይክእልን። እኽልን ሓመድን ብሓደ ይዝራእ፣ እቲ እኽሊ ይበቁል፣ ሓመድ ድማ ይተርፍ። ከምኡ ኸኣ ስጋ ሰብ ክትንስእ ከሎ ናይ ኣራዊት ስጋ ይተርፍ። ቀዳማይ ቆሮንጦስ ዓሰርተ ሓሙሽተ፣ ኣርባዓን ክልተን። ያዕቆብ ሃዳፍ ዮነስ ብድሕሪ እዚ ጎይታ መቓብር ክፈቱለይ መግነዝ ፍትሑለይ ከይበለ ብዝሞቱሉ ስጋ ከም ዝተንስእ ኩሎም ሙታን ከምኡ መቓብር ክፈቱልና መግነዝ ፍትሑልና ከይበሉ ብዝመትዎ ስጋ ይትንስኡ ከምኡ ንስሪ ተሓዲሶም ከም ስየ ተመልሚሎም ከም ቅጽበት ዓይኒ ተንሲኦም ከም ጽፍቀ ጽፍቀተ ሮማን ኮይኖም ኣብ ቅድሚ ጐይታ ይቖሙ። ጐይታ በቲ ዝተዋሃደ ሥጋ ብግርማ መንግሥቱ ናብ ሰማይ ከም ዝደየበ በቲ ዝተዋሃደ ሥጋ ብግርማ መለኮቱ መጺኡ ኣብ ናይ ጐይትነቱ ዙፋን ተቐሚጡ ከም ፀሓይ ካብ ምብራቕ ክሳብ ምዕራብ ኣብ ኩሉ ዘለዎ ቦታ ክረኣዮም እዩ። ማቴዎስ 24፣ 27 ንጻድቃን ፍቕሪ ንሓጥኣን ድማ በቐል መዘኻኸሪ ንኽኸውን ዝተሰቕለሉ መስቀል ዝተሸንከረሉ ሽንካር ኣብ ቅድሚ ክረኣ እዩ ራእይ ዮሃንስ ሓደ ሸውዓተ መላእኽቲ ኸኣ ኣጽዋሮም ከም ዝዓጥቑ ወተሃደራት ኮይኖም ተሰሊፎም ክቖሙ እዮም ድያብሎስ ድማ ወይ ኣምጽእዎ ለሰመንቱ ኃያላን መላእክት ለብርያል ይብል ናይ ሓሳር ዘውዲ ደፊኡ ዓይኑ ብደም ተዘጊሑ ብናይ እሳት ሰንሰለት ሓጺን ተኣሲሩ እናረዓደን እናንቀጥቀጠን የምጽእዎ እሞ ኣብኡ ምስ በጽሐ ዘውዱ ገፊፎም ምስ ሰራዊቱ ኣብ ኣብ ዝግብኦ ቦታ የቕምዎ በቲ ግዜ እቲ ኣብ ወንጀል ከም ዝተጻሕፈ ጎይታ ንጻድቃን ኣመስጊኑ ጎይታን ጻድቃን ኣመስጊኑ ንኡ ሃቤ ብሩካኑ ለኣብዮ የትረሱ መንግስተ ሰማያት ዘድልው ለክሙ ቅድመ ዓለም ኣቱም ናይ ኣቦይ ብሩኻት እቲ ዓለም ክፍጠር ከሎ ዘዳላኹልኩም መንግስቲ ክትወርሱ ንዑ ናባይ ይብሎም ማቴዎስ 25:34 ንክርስቶስ ጎይትኦም ተኸቲሎም ናይ ዓለም ናብ ናይ ዘለዓለም ህይወት ናብ መንግስተ ሰማያት ይኣቱ ምስኦም ይደምረና ኣሜን ንኃጥኣን ከኣ ወቒሱ ኅሩ እምኔ ርጉማን ውስተ እሳት ዘለዓለም ዘድልውለክሙ ለሰይጣን ወመላእክቲሁ ኣንቱም ርጉማት ካባይ ርሓቑ ናብቲ ንሰይጣንን ንኣጋንንትን ዝተዳለወ ናይ ዘለዓለም ሓዊ ኪዱ ይብሎም ካብኦም የድኅነና ማቴዎስ ዕስራን ሓሙሽተን ኣርብዓን ሓደን ሽዑ ብናይ እሳት ገመድ ተሳሒቦም ሓለቕኦም ድያብሎስ ተኸቲሎም ናብ ናይ ዘለዓለም ሞት ናብ ገሃንም ይኸዱ ካብዚ ንደሓር ዘውሰቡ ከም ዘየውሰቡ፣ ዝሓዘኑ ዝበኽዩ ከም ዘይሓዘኑ፣ ከም ዘይበኸዩ፣ ዝተሓጐሱ ከም ዘይተሓጐሱ፣ ዝተደሰቱ ከም ዘይተደሰቱ፣ ብግዜኡ ከም ዘይግዜኡ፣ ዝበልዑ፣ ዝጸገቡ ከም ዘይጸገቡ፣ ከም ዘይሰተዩ ይኹኑ ይብል ቀዳማይ ቆሮንጦስ ሸውዓተ ይኾኑ ይብል ቀዳማይ ቆሮንጦስ ሸውዓተ ዕስራን ትሽዓተን ክሳብ ሰላሳ። ኣብዚ ዓለም እዚ ዝነበረ ደስታን ሓጎስን ሓዘንን ብኽያትን ከም ሕልሚ ኮይኑ ይተርፍ። ናይ ዓለም መጨረሻን ናይ ወዲ ሰብ ፍጻሜን በዚ ኩነታት እዚ የብቅዕ። ዕድለኛ ምስቶም ፍቓድ ጎይታ ገይሮም ብሩኻት ናይ ኣቦይ ንዑ ናባይ ተባሂሎም ዝተጸውዑ፣ ንዝተመርጹ ጻድቃን ጻድቃን ክገብረልና በከመ ምህረትከ ኣምላክ ክንዋእኮ በከመ ኣበሳነ ትምጻእ መንግስትከ ወይኩን ፈቃድከ ኦ ኣምላክና ከም ምሕረትካ እንበር ከም በደልና ኣይኹን መንግስትኻ ትምጻእ ፍቃድካ እውን ይኹን እናበልና ጸሎት ምግባር ምግባር የድልየና ሕራይ ሕቶን መልስን ብዛዕባ ትንሣኤ ምዉታን ሕቶ ቀዳማይን ዳሕራይን ትንሣኤ ዝበሃል ኣብ መጽሓፍ ቅዱስ ተጠቒሱ ኣሎ ክልተ ትንሣኤ ኣሎ ማለት ድዩ መልሲ ኣይፋሉን ትንሣኤ ሓደ ጊዜ እዩ። ቀዳማይ ትንሣኤ ተባሂሉ ዘሎ ትንሣኤ ልቦና እዩ። ትንሣኤ ልቦና ማለት ወዲ ሰብ ብኽብሪ ካህን ካብ ዝነበሮ ስሕተት ተመሊሱ ተኣሪሙ ብምኽሪ ካህን ካብ ዝነበሮ ስሕተት ተመሊሱ ተኣሪሙ ናብ ስግኡን ደሙን ዝበጽሓሉ ግዜ ቀዳማይ ትንሳኤ ወይ ትንሳኤ ልቦና ይበሃል። ብሓቂ ብሓቂ እብለኩም ኣለኹ እቲ ንቓለይ ዝሰምዕ በቲ ዝለኣኸኒ እውን ዝኣምን ናይ ዘለኣለም ህይወት ኣላቶ ንሱ ካብ ሞት ናብ ህይወት ይሰጋገር እምበር ናብ ፍርዲ ኣይኪበጽሕን እዩ። እቶም ምዉታት ድምጺ ወዲ ኣምላኽ ዚሰምዑላ ሰዓት ትመጽእ ኣላ፣ ንሳ ኸኣ ሕጂ እያ፣ እቶም ዚሰምዕዎ ዘበሉ ድማ ብህይወት ከም ዚነብሩ ብሓቂ፣ ብሓቂ፣ እብለኩም ኣለኹ። በዚ መሰረት እዚ ዮሃንስ ሓሙሽተ፣ ዕስራን ኣርባዕተን ክሳብ ዕስራን ሓሙሽተን፣ ኤፌሶን ዕስራን ክልተን፣ ማቴዎስ ሸሞንተ፣ ዕስራን ሓደን፣ ራእይ ዕስራ፣ ሓሙሽተ ክሳብ ሽዱሽተ ንትንሣኤ ልቦና ዘመልክት እዩ። ትንሣኤ ዘጉባኤ ግና ሓደ ግዜ እዩ። ሕቶ፣ ኣብ መወዳእታ ዓለም ንፍርዲ ዝመጽኡ ሥላሴ ድዮም? መልሲ፣ ኣይኮኑን። ሕቶ፣ መን ደኣሉ? መልሲ፣ እቲ ብሓጺር ቁመት፣ ብጸቢብ ደረት፣ ውሱን ስጋ ለቢሱ ዝተወሃሃደ ኣካላዊ ቃል ጎይታና ኢየሱስ ክርስቶስ እዩ ንፍርዲ ዝመጽእ። እዚ ክበሃል ከሎ ግን ንዓይ ዝረኣየ ንኣቦ ረኣየ፣ ኣነን ኣቦን ሓደ ኢና። ቀጺሉ እውን እቲ ኣቦይ ብስመይ ዝሰዶ መጸናንዒ መንፈስ ቅዱስ ምስ መጸ ንሱ ኩሉ ክምህረኩም እዩ፣ ዮሃንስ ዓሰርተ ኣርባዕተ ትሽዓተ፣ ዕስራን ሽዱሽተን፣ ብዝበሎ መሰረት እቲ ፍርዲ እቲ ፍርዲ ኮነ ካልእ ማንም ኩሉ መለኮታዊ ተግባር ናይ ሰለስቲኦም ፍቓድ ምዃኑ ክንኣምን ይግብኣና። ሕቶ፣ ምስ ሰብ ምስ ሞተ ፈሪሱ በስቢሱ ዶ ይተርፍ ወይ ይትንስእ? መልሲ፣ ዝሞትካ ተንስእ ዝብል ሰለስተ ረቀቕቲ ኣዋጅ ዝንገር ኣሎ። በቲ ቀዳማይ ኣዋጅ ንቓሕ መዋቲ ዘትነውም፣ ሜትካ ዘሎኻ ተንስእ ዝብል ኣዋጅ ምስተነግረ ኣራዊት ዝበልዖ፣ ውሕጅ ዝወሰዶ፣ ንፋስ ዝተበተኖ ኩሉ ኣብቲ ርእሲ ዘለዎ ስጋ ይእከብ ይብል። ብካልኣይ ኣዋጅ ከኣ ኣዕጽምትን ስጋን ተወሃሂዶም በዚ ምንቅስቃስ ሓድሽ በድኒ ሬሳ ይኸውን። ብሳልሳይ ረቂቅ ኣዋጅ ካብ ጸጉሪ ርእሶም ክሳብ ጸጉሪ እግሮም ካብ ሰውነቶም ገለ ከይጎድሎም ሰብኣይ መጠን ኣዳም ወዲ ሰላሳ ዓመት ሰበይቲ መጠን ሄዋን ጓል ዓሰርተ ሓሙሽተ ዓመት ኮይኖም ጽቡቅ ዝሰርሐ እቲ ጽቡቅ ስርሑ ክፉእ ዝሰርሐ ከኣ እቲ ክፉእ ስርሑ ጸይሩ ይትንስእ። ቀዳማይ ተሰሎንቄ ኣርባዕተ፣ ሰለስተ ክሳዕ ዓሰርተ ሸውዓተ፣ ቀዳማይ ቆሮንጦስ ዓሰርተ ሓሙሽተ፣ ሰላሳን ሓሙሽተን ክሳብ ሓምሳን ሰለስተን፣ ጋላትያ ሽዱሽተ፣ ኣርባዕተ ክሳብ ዓሰርተ፣ ያእቆብ ዘስሩግ። ሕቶ፣ ክትንስኡ ከለዉኸ ንመን መሪሕ ወይ በዅሪ ገይሮም ይትንስኡ? መልሲ፣ ነቲ ሰለስተ መዓልትን ሰለስተ ለይትን ኣብ ውሽጢ መቓብር ገይሩ፣ ሓይሊ መቓብር ስዒሩ ዝተንስኤ ጐይታ ኢየሱስ ክርስቶስ በዅሪ ገይሮም ይትንስኡ። ሮሜ ሸሞንተ፣ ዕስራን ትሽዓተን ክሳብ ሰላሳን ኣርባዕተን። ካብ ሞት ተንሲኡ ናይ ዝሞተ ኩሉ እውን በዅሪ ስለ ዝኾነ ናይ ትንሳኤኦም ጀማሪ እውን እዩ ይብል። ኣተሓሳሲቡ ንምጅማር ኣጀሚሩ ንምፍጻም ንዘብቅዓና ብባህሪኡ ልዑል ንዝኾነ እግዚኣብሔር ምስጋና ይብጽሓዮ ኣሜን ስብሃት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር ኣሜን።